ማንም ሰብ ከትሕዝዮ ይበል ኣብ ሳልሳይ ወገን ይተሓዛ ዘን ቅርሺ ዘን ቁርፅራፅ ቪድዮ ዝፖሰትኩሞ ለይኮንኩምስ እዛ ምልእቲ ቪድዮ ትምፃእ ማንም ሰብ ይመስክራ እስከ ሕንዲ ደስ ዝበለኩም ቅርሺ ና ቅርሺ ችግር የብሉ ምሳይ ያለ ኣብ ጎነይ ጠጠው ልሉ ብዙሓት ፋሚሊ ነይሩኒ
እቲ ህዝቢ እቲ ህዝቢ ግቡኡ ዝድላዩ ክዛረብ ግቡእ እዩ ተረዲካኒ
ሚኪ ንስኻ ግቡእካ ክትዛረብ ትድለኻ ክዛረብ መሰልካ እዩ ነብስኻ ተኣማሚንካ ሸላ ኣብ ነብሱ ተኣማሚኑ ክዛረብ ኩሉ ግቡእ እዩ ኣብ ቦትኡ ዘሎ እዩ እዚ ተረዲካኒ ግን ኣነ ብላካ ኣለኹ ብኩሉ በቲ ዝከኣለኒ ነገር ኣፃርየ ኣነ ክሳብ ሕጂ ጭብጢ የረኸብኩን ዝኾነ ነገር እዚኣሲ ንሕና ፈሊጥና ንሚኪ ኣስዒርናዮ ዝብል እንተበሃል ዝኾነ ነገር ጭብጢ ኣይረኸብኩን ኣነ ተረዲካኒ ግን ከምኡ ኢሉ ከሎ ዘይረኸብኩ ከለኹ ሸላ ኣነ ተበዲለ ክብል ግቡእ እዩ
ግቡማ ግቡእ ኣነ እኮ ለለ ካሊእ ቅርሺ ስለ በቃ ብዚኣ ተሓለፈት ለይለለ ብዙሕ ቅርሺ ልብላዕ ባላይስ ኣነ እኮ እርግጠኛ ስለልኮንኩ እየ ገዛና ኔትር ያ
ካሊእ ቅርሺ ተወሳኺ ቅርሺ እየ ደልያ ኢዘኹም ፋሚሊ ናይ እርዳና ማይ ከምፃን
ኩሉ ሰብ ኩሉ ሰብ ተረዲካኒ ኩሉ ሰብ እቲ እቲ ዝመሰሎ እቲ ጉቡኡ ክዛረብ ናይ ሓቂ እዩ ግን ባዕሉ እቲ ዳኛ እንታይ ኢልና ፀወታ 80 ፐርሰንት ብሉ 80 ፐርሰንት ሸላ እዩ ተቆፃፂረዋ ነይሩ ንዓና ዝበለና ማለት እዩ ግን ኣነ ኣነ ዳኛ እቲ ሰለስተ ዳኛ ብታሕቲ ዝፈርዱ ዳኛ ስለ ዘይገበርኩምለይ ብናተይ ፍርዲ ነቲ ሚካ ስዕሬ ኢልና ገልና ገና ምልሳ ዝኽእል ነገር እያ ካብኡ ሓቢልና ካብኡ ሓሊፍና ግን ንሕና ዓቢ ስራሕ ኢና ጀሚርና ነርና ዓቢ ስራሕ ኢና ቢልና ነርና ክንቅጽሎ ተኾይንና ሕጂ ከመይ ጌርና ከም በዓል ግን ከም በዓል ፍልን ከም በዓል ገዲዳን ንሕና እዚ ነገር መጻርያ ክንገብር ክንክእል ኣለና እዚኣ ኣነ ክብለኩም እቲ ኣነ ክብሎ ዝግባኒ
ከመዳላዊ
ከመዳላዊ ተረዲዳኒ ከም ኣዳላዊ ከምቲ ከምቲ ኣነ ዝጸዓርኮ ዘበልኮ ብዙሕ ጌጋታት ነይርኒ ተረዲካ እቲ ሰለስተ ዳኛ ንዓኻ ዝኾነ ሕርኽርኽ ዝብል ርእይቶ ከይመጽእ ሰለስተ ዳኛ ክዳሎ ዝግባኣኒ ክልተ ጥራይ ረኺበ እቲ ሓደ ሓዳኻ ጠሊምኒ
በቃ ደሓን ገዛና ኔትወርክ ሕጂ ክስታይ እንድያ ከመይ ኢኻ እሞ ሚኪ እንታይ ኢኻ ደሊኻ እዚኣ ክትፃረ ክትፃረ ድኻ ደሊኻ ወላ ከመይ ለትሕዝ ሰብ ተሃልዩ ሸላ ሓወይ ንኣብነት ሕዚ ሸላ ሓውና ተዓሚፁ ዝብልዎ ሰባት እውን እኒኡ ሸላ ካብኡስ ቅርሺ ይዋፃእ እሞ ሸላ ቅርሺ ይዋፃእ እስካዕ ሕንዲ ናውዝኒኣ ቅርሽስ ክነትሕዝ ንክእል ኢና ልብሉ እስካዕ እዛ መጨረሽታ ቅርሺ ይተሓዝ ብኣየ ገፅለ ብናይካ ገፅለ ለውለ ኩለና ለይንፈልጦም ፀዓዱ ይፍረዱና
ትኸይድ ናብ ሳልሳይ ዳኛ ትኸይድ ናብ ሳልሳይ ዳኛ ፀዓዱ ይፍረድዎ ዝምልኦ ቪድዮ ሪኦም ይፍረዱና ዝቅርሺ ኣብ ሰብ ይመደብ ዝቅርሺ

ዝኻልኣይ ዝኻልኣይ ማ ካልኣይ እኒኦ ሸላዓይ ኣነ ነዚኣ እየ ደልየ ኣታ ናይ ረቡንጂ
ያ ኣነ ከዓ ያው እንታይ እሞ ኣነ ክስታይ እንዳ ኣብ ሲላ ኮለል እንዳ ተብለና ተረዳን ኣብ ካልኣይ ግን ተረዳን ኮለል የብሉ ገለ የብሉ ተረዳን ኣነ ንስኻን ዓሰርተ ንገብራ ኣንኮለና ከዓ ተረዳን በቃ ከምታ ዝነበረት ማለት እዩ ግን እዚኣ ግን ብባዕልና ናይቲ ክስታይ ብባዕልና ማለት እዩ ገዛ ራድዮ ተወርቅ ብባዕልና ሰለስተ ሬፋት ኮይኖም ዝፈልጡ ሬፋት ዝገዝና ነንሕድና ከዓ ትሒዝና ክልቴና ከምታ ዝጠንሐቶ እታ ክስታይ ከዓ ገዛና ኔትወርክ ካብታ ገዛና ኔትወርክ እያ ክዝርጋሕ እታ ፕሮግራምና ከምዛ ዝፀንሐት ማለት እዩ እንታይ ድለካ ኣለኹ ኣነ ሸላ ብዛዕባ እዛ ቪድዮ ኢለ ዋግዕካ ኣለኹ ናብ ካሊእ ድኻ ኣቲኻ
ያ እሞ ናብዛ ቪድዮስ እንታይ ኢኻ እሞ እጅስ ከመይ ኢና ክንገብሮ ከመይ ኢና እሞ ክንገብሮ ጅስ
ብስሩባ እንድሕር ተረዳኒ ዋላ እቶም ናተይ ደገፍቲ

ቀውጠኛ ብስሩ ምስ ካልኦት ትፈልጦ ካ ስዕረት ተረዳም ማንም ሰብ ተሳዕሪ ድቅስ የለን ሓሪሩ እዩ ሱቅ ዝብል ትፈልጦ ዘለካ ሚካዓርከ ተረዳም ማንም ሰብ ንስካ ስዕርካ ያ ቆስሎ ትኽላ ሳዕረ ግን ብቐስና ኣይኮነን ወላ ፍሽኽ እንተበልና እንተዕለልና እንተሰሓቕና ተረዳን እዚ ናይ ባእሲ ጉዳይ ስለዝኾነ ሬፍ ስለዝኾነ ግን ኮይና ኣላ ግን ኣብ ካልኣይቲ ግን ኣፃፊፍና ፅፉፍ ስራሕ እቲ ስራሕ ሲ ቅድሚ ሕጂ መጀመርቱ ስለዝኾነ ፅፉፍ ኣይኮነን ኣብቲ ካልኣይ ግን ፅፉፍ ስራሕ ሒዝና መፂና ብፅፉፍ ከዓ ክልቴና ፈነግነግ ተባሂልና ወይ ካልእ ሰብ ከማ እንተሃልዮም ፈነግነግ ይበኣሱ ከምታ ከምዚ ሕጂ ኣይመዝመፁ ካልእ ሰባት ከዓ ዝመፅኦም ኣብኡ ዘለዎ ማለት እዩ ዋላ እውን ክስታያት ምስ ካልእ ሰብ እዩ እኮ ግርጭና ማለት ንበዓስ ኣነን ስኻ ኣነና ሸላ ኮይናስ ምስ ካልኦት ሰባት እዩ ዝበዓስ ታይ ዲሞስ ኢልኩም እዚ ናዚ ቪድዮ ልነበረ እያ ኣነ ሃምናዋልኮ ነረ ዝና ሕዚ ባእስማ ኣነን ሸላ ይኮና ይኮ ክንበኣስ ለዓየና ልሸላ ልበደሉና ሰባት እኒኦስ ምስኦም ኢና ክንበኣስ ኣይተረዳእኹም ኢልኹም ነርኹም ካምኡ ኢለ ተናጊረ ልዓየና ልሸላስ ልኾኑ ሰባትስ ልበዶሉና ሰባት እኔዉ እንድሕር ዝበኣስ ተቐቢሎምና ምስኦም እዩ እኒኤ ችግርና እሱ እየ ደልየ እኒኦኹ ኤም ዓርከይ እሺ ጥራሕ ኢሉስ ይቀበለኒ ዙ ትብለለኻ ቆልዓ ኣብ ቲክቶክ ወንጣሕ ወንጣሕ ልል ዘሎ ምስኡ እየ ኣነለ እሺ ጥራሕ ይብል ሸላ ዓርከይ ምስኡ ኣጋኔኒ ኢኻ ግን ክነግረካ እንድየ

እሺ እሺ ጠዋለ ከምኡ እንተኮይና ከ ጠባዕታ እያ እሺ ዝበኣስ ንሕና ክኑ ነግረኩምና ያ ከምዚ ናበይ ዳልካ ደስ ኢሉካ ናብኡ ረቨንጅ ባእሲ ክስታይ ዝበኣሱ ያ ሳክት ንመልሓስ ዘይኮነስ ዝበኣሱ ትኾኑ ትበኣሱ ትኾንኩም ወላ እውን ከም ዝበልኩሞ ጀዲዳ ያ ይበኣስ ተኾይኑ ጀዲዳ ይምፃእ ያው ወላ እውን ክንደውለሉ ናብ ውሽጢ ኣድውለሉ እየ ይበኣስ ተኾይኑ ይምፃእ ማነጋ ዓርከ ይበኣስ ተኾይኑ ዘሎ ዝፊሊ ዝበሃል ላይ ትረሳዓዮ ዝፊሊ ዝበሃል ላይ ትረሳዓዮ ዓዚ ውፅኢለስ ናይ ቪድዮ እዩ መፂሉ ነይሩ

ያ ጠዋሊ ተባዕታይ እዚኣኻ እዎም ሸላ ዓርቂ ማርያምን ብሓደ ኮይና ኣነ ስኻ ልኽልቲኦም ዋላ ተራእየ ይፈልጥ ብሕጊ ደረጃ ዝሕጊ ጥራሕ የሳኹዕልና ንፈርም ኩለና ንበኣስ ዋላ ክልተ ብክልተ
እንታይ ኮክ ቦክስ ወላ ቦክስ ኖርማል ዝኾነ ይኹን ወላ ምስ ኩሉ ዝኾነ ይኹን ዋላ ምስ ኩሉ ይኹን ዋላ ሕገወጥ ይኹን ዝበኣስ እዩ
እሽሞ ክብለካ ዘለካ ረዲታ
እንድዒ ታፍሊጠ ባ
እሺ ያ ከምዚ ዝብለኩና እቲ ባዕሲ ቀፃሊ እዩ ያ ባእሲ ኣነ እኳ ንብለኩም ኣለና ንሓንስ ከኸንዶ እዮም ና ተኣትዮም ተሃልዮም ዝበኣሱ ክስታይ ዝገብሩ ያ ክስታይ ዝገብሩ ጌዲዳ
ጌዲዳ
መን እዩ ኣይናገር እዩ እንድዒ ጌዲዳ ልበሃል